መርሓባ የሕዋተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሕጂ ከኣ ብዛዕባ መዓስ እዮም መንግስቲ ናትካ ዕረፍቲ ዝኸፍሉልካ ክነግረኩም ይደሊ እዚኣ ቪድዮ እዚኣ ነቲኦም ኣብ ጀርመን ዘለዉ እንድያ ትምልከት ብዝያዳ ግን ምናልባት ከኣ ኣብ ካልእ ዓዲ እንድሕር ኣለኹም ከምኡ ይህልው እዩ ክትሰምዕዋ ትኽእሉ ኢኹም ኣብ ዓድኹም ከኣ ትሓቱ ማለት እዩ መብዛሕትኡ ግዜ ኣበይ ኢኻ ትሓትት ቅድሚ ኩሉ ክነግረኩም ይደሊ እቲኦም ክራንክንካስናትካ ኢኻ ትሓቶም ወይ ድማ ሬንትንፈሲሸሩንግ እንድሕር ጥሮታ ወጺኻ ኣለኻ ሬንትንፈሲሸሩንግ ማለት እዩ። ኣብዚ ከኣ ዝተፈላለየ ክፋላት ኣሎ ማለት እዩ። መዓስ እዮም ዝኸፍሉልካ ብብሓደ ክነግረኩም ክፍትን እየ። ቀዳማይ ነገር ተሓኪምዩ ከኣኒ ዝብለካ ንዓኻስኒ ኩር እዩ ዝበሃል ኩር የድልየካ እዩ ይብለካ ማለት እዩ ወይ ድማ ትሓትት ኩር ዶ ክትህቡኒ ትኽእሉ ኣነስ ናብ ኩር ሰሚዐስ ከምዚ ዶ ይከኣል ኣባይ ከመይ ትግምቶ ኢልካ ምስ ተሓኪምካ ክትማኸር ትኽእል ኢኻ እዚ ከዓ ግን ኣድላዪ ክኸውን ኣለዎ፣ ነቲ ኩነታት ናይ ጥዕናኻ ማለት እዩ፣ መብዛሕትኡ ግዜ ሰለስተ ሰሙን እዮም ዘፍቅዱልካ ወይ ድማ ኣብ ገሊኡ ከማን ዝያዳ ዘፍቅዱልካ ኣለዉ፣ ክሳብ ክልተ ወርሒ ድዩ ገለ ግን መብዛሕትኡ ግዜ ሰለስተ ሰሙን እዩ ብብዝሒ ሰብ ዝኸደሉ ከከም ኩነታትካ ማለት እዩ፣ እዚ ከኣ መኣስ እዮም ዘፍቅዱልካ መኣስ እዩ ኣድላይ ዝቆፅሮ እቲ ሓኪም ማለት እዩ እቲ ኩነታት ናይ ጥዕናኻ እዩ ወሳኒ ንኣብነት ዝኾነ ከቢድ ኦፕሬሽን ነይርካ ከም ቀደምካ ምንቅስቃስ ኣቢካ ኣሎ ሽዕኡ ሬሃብሊታሲዮንስ ፌሂካይድ ኢሎም ክስታይ ኮር ይገብሩልካ ማለት እዩ ኣብኡ ከዓ ዝተፈላለየ ፕሮግራም እዩ ዘሎ ነቲ ምስቲ ናትካ ፕሮግራም ዝኸይድ ማለትስ ሕጂ ንኣብነት ጊምናስቲክ ዲኻ ትገብር ምሕምባስ ድዮም ዘርእዩኻ ወይ ሳውና ዲኻ ትኸይድ እቲ ንዓኻ ክሕግዘካ ዝኽእል ወይ ኣመጋግባ ድዮም ዝሕግዙኻ ኣመጋግባ እንታይ እንታይ ፅቡቕ ንዓኻ ኢሎም ከረድኡኻ ማለት እዩ። እዚ ግን ናይ ኦፕሬሽን ተገይርካ ጥራይ ኣይኮነን፣ ዝተፈላለየ ምክንያታት ኣሎ። እቲ ኩነታት ናይቲ ጥዕናኻ እዩ ወሳኒ። ወይ ድማ ነዊሕ ኣብ ኣማሶን ሰሪሕኻ ኣለኻ፣ ጸጸኒሑ ከኣ ሕቖኻ የሕመካ ኣሎ፣ ወይ ኣብ ዝኾነ ከቢድ ስራሕ ሰሪሕኻ ኣለኻ፣ ጸጸኒሕኻ ከኣ ብኸምኡ ተብኩር ኣለኻ ካብ ስራሕ፣ ኣብ ከምኡ ኩነታት ከማን ክትሓትት ትኽእል ኢኻ፣ ከምዚ ዶ ኣባይ ይፍቀድ ይኸውን ኢልካ ክትሓትት ትኽእል ኢኻ፣ ወይ ድማ እዚ ማሳጅ ከማን ብሕክምና ክትሓትት ትኽእል ኢኻ፣ ማሳጅ እንድሕር ኣድሊካ ንዓሰርተ ግዜ እዮም ዝህቡኻ መብዛሕትኡ ግዜ ወይ ድማ ከቢድ እንታይ ማኪና ሓደጋ ነይሩ ሽዑ ብሰንኪ እቲ ሓደጋ ከዓ ክሳብ ሕጂ ሕቆኻ ድዩ ክሳድካ ድዩ ገለ ይስምዓካ ኣሎ ይሕመካ ኣሎ ኣብ ከምኡ ከማን ይፍቀደካ'ዩ and by the way ከምኡ ስለ ዝበልኩ ከኣ ኣብ ከምኡ ከማን እንድሕር እስኻ በደልኛ ዘይነበርካ ቀልጢፍካ እቲ ኩነታት ናይ ሕክምናኻ ርኢኻ ብሰንኪ እቲ ማኪና እንድሕር ኮይኑ ከምዚ እሱ ካልእ ፕሮሰስ እንድዩ ናይ ካሕሳ ክትሓትት ትኽእል ኢኻ ሽሚያትስንስጌልት ይበሃል ከም ንኣብነት ጥራይ ዝብለኩም ዘለኹ እሱኢታት ከኣ ብዝያዳ ፈትሽዎ ማለት እዩ ኣንፈት ጥራይ ክህበኩም ኣብ እግሪ መገዲ ንሳ ከማን so ኡንዳን ወይ ድማ እንድሕር ዝኾነ ስትረስ ኣለካ ጭንቀት ኣለካ ፍርሓት ኣለካ ድቃስካ ከም ቀደምካ ኣይትድቅስን ኢኻ ዘኽለኻ ከቢድ ዲፕሬሽን ኣለካ ሓንሳ ሓንሳእ ከማን ናብ ስራሕ ክትከይድ ይኸብደካ እዩ ወይ ድማ ኣይትሰርሕን ኣለኻ ግን እዚ ኩሉ ከዓኒ ጭንቀትን ያ መከራን ኣለካ ማለት እዩ ግን ኣይርዳኣካን እዩ ካብ ምንታይ እዩ ዝመፅእ ዘሎ ዝኾነ ፀገም ናይ ሓንጎልካ ወይ ናይ እምሮኻ ክትብሎ ትኽእል ኢኻ ወይ እቲ ናትካ ሙድ ፀፀኒሖ ይቀያየር ንዓኻ ከዓ ኮንትሮል ክትገብሮ ይኸብደካ ሓንሳ ሓንሳ ኣግሬሽን ይስምዓካ ሓንሳ ሓንሳ ከዓ ሕጉስ ትኸውን ከመይ ጌርካ ግን ያ እንታይ ገበርካ እንታይ ክትገብር ከም ዘለካ ይከብደካ ናይ ኣብ ከምኡ ሕጂ ንኣብነት ኣብኡ ከማን ዝተፋላለየ ኩርስ ኣሎ እቲ ኩር ክህቡካ ከለዉ ምስቲ ናትካ ኩነታት ናትካ ፕሮግራም ይህቡካ ማለት እዩ ኣብኡ ሕጂ ንኣብነት ከመይ ጌርካ ኮሙኒኬት ትገብር ከይሓረቅካ ወይ ድማ እቲ ፍርሓት ናትካ እንታይ እንተገበርካ ይሓይሽ ዝተፋላለየ እዚ ተተንፍሰሉ ቴክኒክ ኣሎ ከምኡ እንተገበር እንታይ የርእዩኻ ማለት እዩ ስትሬስ እንድሕር ኣለካ ከዓኒ ኣብ ስትሬስ ግዜ እንታይ እንተገበርካ ይሓይስ ስትሬስ ማኔጅመንት ኮርስ ዝበሃል ኣሎ ከምኡ ከዓ ናይ ድቃስ ዝተፈላለየ ትምህርቲ ይህቡኻ ኣመጋግባ ከዓ ከምኡ ኩሉ ስኒ እቲ ስቑኢልካ ንዕረፍቲ ኢልካ ጥራይ ኣይኮንካን ትኸይድ ማለት እዩ ከምዚ ክትዛወር ገለ ጥራይ ዘይኮነስ ብደንቢ ፕሮግራም ኣለካ ካብ ንኮ ክሳብ ምሸት ኣብኡ ከኣ ትሓድር ኣብኡ ትበልዕ ከም ሆቴል ኣለካ ከምኡ ከኣ ዘዛናግዓካ ብዙሕ ፕሮግራም ኣለዎ ግን ከም ትምህርቲ ከኣ ጎኒ ጎኒ ይህቡካ ማለት እዩ ናይ ጊምናስቲክ ድዩ ናይ ምሕምባስ ድዩ ናይ ዝኾነ ምሽ ኣለኩም ምስቲ ናትካ ኩነታት ዝኸይድ ማለት እዩ እቲ ኣንትራ ክትገብሮ ከለካ እቲ ክትፅሕፈሎም ከለካ ከዓ ቅድሚ ኩሉ ሓኪምካ እንዲዩ ዝፅሕፈልካ እሱ እዩ ከዓ ዝፍትሽ ይግበኣካ ድዩ ወይ እቲ ኩነታት ናትካስ የድልየካ ድዩ ድማ እቲ ዕድል እቲ ኩነታት ናትካ ዝያዳ ክመሓየሽ እቲ ሓኪም እዩ ኹሉ ዝፈልጦ ግምት ክህብ ኣለዎ ንሱ ሽዑኡ ከምኡ ምስ ጸሓፈልካ ከኣ ግን እቲኦም ክራንክንካሰ እቲኦም ኢንሹረንስ ናይ ሕክምና እሳቶም ከኣ ኦኬ ንሕና ክንከፍሎ ኢና ክብሉ ኣለዎም ማለት እዩ ወይ ድማ እቲኦም ሬንትን ፈሲሸርን ኦኬ ክንከፍሎ ኢና ክብሉ ይኽእሉ እዮም እቲ ኣገዳሲ ከኣኒ ካልእ ከኣ ዘሎ ናይ ቆለውዕን ናይ ኣዴታትን ከኣ ኣሎ ወይ ቆሎዉዕን ኣቦታትን ወይ ድማ ምስ ፋሚሊ ኮንካ ከማን ከከም እቲ ኩነታት ሕጂ ንኣብነት እቲ ኣብቲ ፋሚሊ ዕግርግር ኣሎ ወይ ምሻለኩም ብዙሕ ጸገም ኣሎ ዘይትራዳድኡሉ በቃ እዚ ከማን እቲ ሓኪም እዩ ክትሓቱ ኣለኩም ወይ እቲኦም ክራንክንካ ሰብ ወይ ድማ እዚኦም ካሬታ ስኬትኩም ከማን ንዕኦም እስከ ሓግዙና ከመይ ጌርና ኢና እዚ ኩሉ ወረቓቕቲ ክንመልኦ ዘለና ኢልካ ትሓትት ኣለካ ማለት እዩ እሳቶም ሽዑኡ ኦኬ ክስታይ ክንገብረልካ ኢና ኢሎም ክንከፍለልካ ኢና እንድሕር ኢሎምኻ ምስ ደቅኻ ከማን ክትከይድ ትኽእል ኢኻ ኣብኡ ከዓ ናይ ቆለውዕን ናይ ዓበይትን ናይ ብሓንሳብ ኮንካን መዓት ፕሮግራም ኣለዎም ማለት እዩ እዚ ኩሉ ከኣ ኣነ ኣገዳሲ ይብሎ ነቲ ሕብረተሰብና ኣለዉ ዝፈልጦም ከማን ዝከዱ ካብቲ ሕብረተሰብና ግን እቲኦም ዘይፈልጡ ክፈልጡ ከኣ ንጽቡቅ እዩ ኣማራጺ ከምኡ ከም ዘለዎም እቲኦም ዝከድኩም ከኣ ክሳብ ሕጂ ኣብ ከምዚ ምናልባት ንገሩና እስከ ከመይ ረኪብክሞ እንታይ ነይሩ ጠቂሙኩም ዶ ተሓጊስኩም ዶ ድሕሪኡ ከ ትምህርቲ ወሲድኩም ዶ ብዙሕ ካብቲ ማለት ጠቂሙኩም ዶ ድሕሪኡ ኣብ ሂወድኩም እቲ ዝመሃርኹም ከኒ ትጥቀምሉ ኣለኹም ዶ ኢልኩም ዝኾነ ሓበሬታ ክትህቡና ትደልዩ ኣብ ታሕቲ እንተትጽሕፉልና ደስ ምስ በለኒ ብዝያዳ ግን ኣብ ኢንተርነት ከኣ ፈትሽዎ እዚ ዝብለኩም ዘለኹ ኤንድ ናብቲ ዝምልከት ኣካል ከኣ ሕተቱ ኣገዳሲ እዩ ካብ ኩሉ ያ ክንስከፍ የብልናን ከኣ ከምዚ ኢልና ክንሓትት ይግበኣና እዩ እንድሕር ኣብ እቲ ጥዕናና ኣብ ፅቡቅ ኩነታት እንድሕር ዘየለ ንኩሉ ሰብ ይግብኦ እዩ ብዘየገድስ ከዓ ትሰርሕ ዲካ ኣይትሰርሕን እዚኣ ከዓ ኣገዳሲት ከምኡ ስለ ቅድሚ ሕጂ ዝተሓተትኩ ብዘየገድስ እቲኦም ትሰርሑ ከዓኒ እቲ ወሃቢ ስራሕኻ ነፃ ክህበካ ኣለዎ ኣብቲ ግዜ እቲ ብዘይ ፀገም ማለት እዩ። ክሳብ ክንደይ ኢኻ ትኽፍል ሓቂ ሓይሽ ኣብ ከምኡ ኣነ ርግፀኛ ኣይፈልጦን እየ ግን ደሓን ኣዚ ማለት ስኒ ደሞዝካ ይቕፅል እዩ የጉድልዎ ድዮም ከም ሓሚምካ ዘለኻ ወይ ብምሉኡ ድዮም ዝህቡኻ ግን ኣብዚኣ ልክዕ ክብለካ ኣይክእልን እየ ግን ካብ ሰለስተ ሰሙን ጥራይ ዝኾነ ሙሉእ ዝህቡኻ ኮይኑ ይስምዓኒ ብርክ እንታይ ዝብል እቲ ሕጊ ካብ ሽዱሽተ ሰሙን ንላዕሊ እንድሕር ዘይከትካ ስራሕ እዮም ክስታይ ጎደሎ ዝኸፍሉኻ ስለዚ እዚኣ ግን ኤክስትራ ቼክ ኣይገበርክዋን ብዘየገድስ ግን ጥዕናኻ ይዓቢ ካብቲ ደሞዝ ግን ከም ዝከፍሉካ ቀጻሊ ድማ ከም ዕረፍቲኡ እቲ ኡርላብ ናትካ ግን ከማን ኣለካ እቲ ኩር ትከዶ ንበይኒኡ ኡርላብ ትከዶ ከኣ ንበይኒኡ እቲ ናትካ ኡርላብ ዝቁረጸ ኣይኮነን ማለት እዩ ስለዚ ኣብቲኣ ዓመት እቲኣ ኩር እንድሕር ኬድካ ልዕሊ እቲ ሰላሳ መዓልቲ ዘለካ መብዛሕትኡ ሰብ ሰላሳ መዓልቲ እዩ ዘለዎ ገሊኡ ሰብ ከኣ ጎደሎ ብውሕዱ ዕስራን ሸሞንትን ክኸውን ኣሎ ክስታይ እዚ ሰለስተ ሰሙን ወይ ዝያዳ ኣለካ ማለት እዩ በዚ ኩር ያ ናብ ኩሉ ኣብፅሑለይ ማለት እዩ ኣገዳሲኡ እዚ ኸ ፈሊጥኩሞ ነርኩም ዶ ወይ ሓድሽ እዩ ንዓኹም ገሌኹም እኳ ናይ ግድን ትፈልጥዎ ትኾኑ ወይ ከትኩም ከማን ትኾኑ ንመን እዩ እዚ ኸ ሓድሽ ኣብ ታሕቲ ፀሓፉለይ ቴንክ ዩ ክጠቕመኩም ከዓ ተስፋ ይገብር ባይ